ኣይመፍቀርኩን ኣብ ሓቀኛ ዛንታ ዝተመርኮሰ ጽሑፍ ጸሓፍን ተራኽን ያቆብ ዳዊት ሰላም ከመይ ቀኒኹም ዝኸበርኩም ሰማዕቲ እዚ ጀትሩዝ ኢንተርቴንመንት እዩ ኣብ ዝሓለፈ ቀዳም መበል 15 ክፋል ዛንታይ ምፍቃርኩም ተኸታቲልና ምንባርና ዝዝከር ኮይኑ ንሎሚ ድማ መበል ዓሰርተ ሽዱሽተ ክፋል ሒዘ ኣብ ሰዓተይ ተመሊሰኩም ኣለኹ። ክብራት ሰማዕቲ ቅድሚ ናብ መበል ዓሰርተ ሽዱሽተ ክፋል ዛንታይ መፍቀርኩም ምሕላፍና ግን ካብ ዝሓለፈ መበል ዓሰርተ ሓሙሽተ ክፋል ውሕድ ክዘኻኽረኩም። ከይትሓዝለይ ዶንጌ ክምሽ ባዕልኺ ትፈልጢ ንስኺ እዚ ምምሳል እዩ ትገድፍዮ ድሓን ድሓን ድሓን ክገድፎ ሮዜ እንታይ ዳ ዶንጌ ኸ ምስ ካፔ ተራኺብኩም ዲኹም ኦይ ምስ ካፔ ኣበይ ክንራኸብ ዝኾነ ግን ሓድሽ ወረ ምፅኤልክ ኣለኹ ናይ ካፔ ድዩ እወ ጋብኤል ምስ ዳንኤል ተባኢሱ ዳንኤል ኣጭውይዎ ኣሎ ንሕና ዘይፈለጥናዮ ዳንኤል ሓደ ሓደገኛ ስዲ ሰብ ኢሎሞ ዳዊት ኣይትሓዘለይ ክነግረካ ግን ኣለኒ ዳንኤል ተሰካሚ ኤች ኣይቪ ምዃኑ ትፈልጥ ዲኻ እዋይ ጓል ዲና ኣዴኺ እውን ነቦኺ ገዲፋቶ ንኣሜሪካ ተመሊሳ ኣላ ካብ ሰብ ከይትሰምዕዮ ኣብኡ እውን ሓደ መዳ ዝበሃል ዓርክና ሓዳር ክገብረላ እዩ እዚኦም እዮም ወለድኺ ካብ ምዚኦም ምንባር ኣነ በይነይ ምንባር ምመረጽኩ። ሓቃ ኣብ ሓንቲ ጸባብ ቦታ በጺሑ ነቲ ክዳውንቱ ዝሓዞ እሾኽ ክፍንጽግ ክቃለስ ከሎ ካቢኤል ኣይረኣዮን። ብሓይሊ ፈንጺጉ ምስ ሓለፈ እቲ ብዙሕ እሾኽ ዝነበሮ ገረብ ብሓይሊ ናብ ካቢኤል መጸ። ዓቃ ኣይተረደኦን። ድሒሩ ግን ንካቢኤል ክሃርሞ ከም ዝኽእል ዘኪሩ ካቢኤል ርሓቕ! በለ። እቲ እሾኽ ግን ድሮ ዓይኒ ካቢኤል ገሲሙ ንካቢኤል ከም ዝወድእ ገይርዎ እዩ። ካቢኤል እውን ሓንቲ ኣውያት ምስ ኣውፀ ብድሕሪኡ ድምፂ ቀፀለን። ኣብዚና በፂሕና ነይርና ዝቕፅል መበል 16 ክፋል ከ እንታይ ኮን ሒዛትልና ትህሉ እስከ ሓቢርና ንከታተል። ከቤል ኢድካ እሞ ፈንዎ ሓንሳብና ኣይስምዓኒ ኢድካ ፈንዎ ዳዊት ብፍርሒ የእዳው ፈጥፈጥ ክብሎ ተፈለጦ ብሓይሊ የእዳው ናይ ካቢኤል ካብ የእንቱ ክኣል ፈቲኑ ካቢኤል ግን ኩሉ ሓይሊ ኣብ እዳው ከም ዝተኣከበ ብሓይሊ ዝሓዘን የእንቱ ምፍናው ኣበየን ካቢ ናይ ሞ ስምዓኒ የእንትኻ ፈንዎ ድሓንዲኻኸ ክለብ ኣበለና መልሲ የለን ነብሲ ናይ ጋብኤል ተኣሲሩ ልክዕ ከም ዕንጨቲ ደረቀ ሓንሳብ ሞዳዊት ሓንሳብ ጣልየለይ ኣነ ድማ ክፍትኖ ዓቃብ ድሕሪ ዳዊት ኮይኑ ክጽበ ጸኒሑ ንሱ ክፍትን ክእልየሉ ንዳዊት ብትሑት ድምፂ ሓተቶ ዳዊት ኣየድግሞን ቀልጢፉ ካብታ ዝነበራ ቦታ ተኣልዩ ንዓቃ ኣሕለፎ ዓቃ ናብ ጋብኤል ቀሪቡ ከይተንከፈ እንከሎ ዘረባ ጀመረ ኣቤ ዓይንኻ እሞ ፈንዎ ገለ ክንሕግዘካ። ፈንዎ መሊስካ ካልእ ጸገም ከይተምጽእ። ሓንሳብ ፈንዎ በጃኻ ጋቤል ዓርከይ ንዓይ ስምዓኒ የዕንትኻ ፈንዎ። ጋቤል ሃለዋቱ ኣየጥፍእን ኩሉ ዝብልዎ ይሰምዖን ይርድኦን ነይሩ'ዩ። እቲ ብርቱዕ ቃንዛ ግን ከዛርቦ ኣይከኣለን። የእዳዉ ኣብ የዕንቱ ምስ ጸቐጠን ክፍንወን ኣይደለየን። ተፈኒዎ ካብ ዝነበሮ ቃንዛ ዝውስኽ እምበር ዝሕሾ ኣይመስሎን ነይሩ። በቃ ዳዊት ሕክምና ንውሰዶ። ዳዊት ሓሳብ ዓቃ ተሰማምዓሉ። ሳምቦ ሳምቦ ኢሎም ተሰኪሞሞ ንድሕሪት ተበገሱ። ኣብቲ በረኻ ብዙሕ ኮለል ስለ ዝበሉ በየን ኣቢሎም እዮም ካብቲ ጣሻ ክወፁ ዝፈልጥዎ ኣይነበሮምን። ኣስታት ሓደ ሰዓትን ፈረቓን ተሰኪሞሞ ምስ ቃንዝኡ ኮለል ኢሎም ድሕሪ ክንደይ ግን እታ ካብ ጣሻ ወፂኦም ዝሓለፉላ መንገዲ ተጓዒዞም ረኸብዋ። መኪና ማዕድዮም ምስ ረኣይዋ ሒዞሞ ከይዶም ኣብ መኪና ኣተዉ። እህት ዓቃ ዳሕና ኣሎ? ዳዊት ናብ ዓቃ ገጹ ንድሕሪት ምልስ ኣቢሉ ሓቲትዎ። ዓቃን ጋብኤል ኣብ ሰለፏ ድቂሱ ርእሱ ሒዝዎ'ዩ ዝጓዓዝ ነይሩ። ደሓን'ዩ ደሓን'ዩ ዳዊት ተረጋጊኻ መኪና ጥራይ ዘውር። መኪና ብናህሪ እንዳኸደት ሙሉእ ኣቓልብኡ ናውግ ገይሩ ሕቶ ምስ ኣቕረበሉ'ዩ ዓቃ ተሰኪፉ ንዳዊት ሓደጋ መታን ከየውርድ ተጠንቂቑ መንኪና ክዝውር ለበዋ ኣመሓላሊፍሉ። ዳዊት እውን ናይ ዓቃለበዋ ብምሉ ልቡ እዩ ተቐቢልዎ። መኪኑ እንዳዘወረ እንክሎ ካብ የዕንቱ ናይ ሕርቃን ውሑዳት ንብዓት ኮረር በሉ። ዓኽ! ለኪመዮ ምስኪን ቆልዓ። በይኑ እዩ ተዛሪቡ። ንዋጽዓ ጋብኤል እንዳዘከረ ምስ ዕድሉ ኣማረረ። እቲ ናተይ ቅርሱስ ዕድል እዩ ነዚ ምስኪን መንእሰይ ለኪምዎ ዝብል ከቢድ ጣዕሳ ነብሱ ከም ዝጸልእ ገበሮ። ኣብታ ሰዓት ምሉእ ብምሉእ ብዛዕባ ጋብኤል እምበር ብዛዕባ ሳሮን ኣይሓሰበን። መኪና ዘዊሩ ድሕሪ ናይ ሰላሳን ሓሙሽተን ደቓይቕ ጉዕዞ ኣብ ሕክምና በጺሖም ንጋብኤል ኣውሪዶም ተሰኪሞሞ ናብ ሕክምና ኣተዉ። ጆን ንጎ ተሲኡ ቁርሲ ክሰርሕ ጋዝ ክውልእ ሃሰስ ክብል ከሎ ኤልሳ ድምፂ ሰሚዓ ብሓይሊ ካብ ኮቦርታኣ ርእሳ ቀልቂላ ነብሳ ንላዕሊ ስሕብ ኣቢላ ኣታ ጆን ሓወይ ዳሓን ግደፎ ባዕለይ ክሰርሕ እየ። ነገር ሰብ ተሰኪፋ እምበር ንሳ ዝኾነ መግቢ ክትሰርሕ ዓቅሚ የብላን ኣይኮነን መግቢ ክትሰርሕ ካብ ዓራት ተሲኣ ከም ንብርኡ ሽንታ ክትደፍእ ቀልቀላ ክትኣሊ ዓቅሚ ዝባሃል የብላን ምሉእ ብምሉእ ብሰብ ትእለ ሰብ እያ። ጆን ሰሚዕዋ ፍሽኽ ኢሉ ጠምታ። ኤልሱ ሎብለይቲ ሓዊኻ ሓዲርኪ ዲኺ? ንሳ እውን እዛ ቃል ሰሚዓ ፍሽኽታ መሊሳትሉ። ገና ምስ ቃንዝኣ እንከላ ብዘረብኡ እታ ለይቲ ለይተይ ዶ ትኸውን ወይስ ሓወይ ዶ ይኸውን ኢላ ክተረጋግጽ ንነብሳ ፈተነቶ። ከም ቀደማ እያ ነይራ። ዝተቐየረ ነገር ኣይነበረን። ኣብ ገጻ ፈሲሱ ዝጸንሐ ምስሉይ ፍሽኽታ ናይ ተስፋ ምቑራጽ ጸማልያ ሕብሪ ገጽ ገይራ ተኪኣቶ። ኣብ ውሽጣ ፍሽኽ ከብላ ዝኽእል ሓቀኛ ሓጎስ ኣይጸንሐን። ምሉእ ለይቲ ሕማቕን ጽቡቕን ህይወታ ዘኪራ ብሓሳብ'ያ መሬት ኣውጊሓታ። ንጆን ብድሮ ደዊላ ምስ ጸውዐቶ፣ ብዛዕባ ሞገስ'ውን ምስ ነገረቶ፣ ጸገማ ርእዩ ገዲፍዋ ክኸይድ ኣይደለየን። ምስኣ ኣብ ገዝኣ፣ ካብ ትሕቲ ዓራት ናይ ሞገስ መደቀሲ ረቃቕ ፍርናሽ ስሒቡ ደቂሱ ሓዲሩ'ዩ ንግሆ ተሲኡ ቁርሲ ክሰርሓላ ዝሸባሸብ ነይሩ። በቲ ካልእ ወገን ንዓኣ ክሕግዛ በቲ ካልእ ወገን ድማ መደቀሲ ገዛ ስለ ዘይብሉ እቲ ኣጋጣሚ ክጥቀመላ ስለ ዝደለየ እዩ ኣብ ገዛ ኤልሳን መጎስን ዝደቀሰ። ጆን ስርሑ ሰብ ምግልጋል እዩ። ኩሉ ህይወቱ ዝርግርግ ስለ ዝኾነ ምሉእ ብምሉእ ንሽጉራት ከገልግል እታ ንሱ ዝውንና ናይ ኣምላኸ ኢሉ ዝኣምነላ ነብሱ ንሰባት ክተገልግል ወፊዋ እዩ። ንነብሱ ሓንቲ መዓልቲ ክብርን ፍቕርን ሂቡ ኣይፈልጥን። ፍቐዶ ጎዶና ምስ ቁርን ኣሳሒታን ተማሃዝዩ ዝሓድረሉ መዓልታት ደሚርካ ነተን ሓደ ሓደ ግዜ የዕሩኽቱን ፈተውቱን ምሳና ሕደር ኢሎም ዘደቀስዎ መዓልታት ወሲኽካ ንሱ ዝውንኖ ጥዑም ምንባር ከምዘይብሉ ዝኣምነሉ ኮይኑ ኣይጭነቐሉን ኣየስተማስልን እዩ። ኤልሱ እንታይ ክሰርሓልኪ ቁርሲ እንታይ ክትበልዒ ሕቶ ቕሪብላ ኤልሳ መልሲ ነበራን እንታይ ከ ክትምልሰሉ እንታይ ኢላ ክትእዝዝ ካበይ ኣምፂኡ ክሰርሓላ እሞ ዝደለየቶ ክትእዝዞ ደሓን ዝኾነ ዝረኸብካዮ ስራሕ ኣነ ክበልዕ ክእለ ጆን ኣብ እንዳ ኣስቤዛ ሃሰስ ኢሉ ዝኾነ ዝብላዕ ኮነ ዝስራሕ መግቢ ዝኸውን ኣይረኸበን። ካብ ድኳን ኬዱ ክልተ እንቋቑሖ ኣምጺኡ ምስታ ዝረኸባ ሓንቲ ኮሚደረ ሓዊሱ ክሰርሓላ ወሰነ። ካብ ገዛ ንደገ ውጽእ ኢሉ በይኑ ክልተ ደቒቕ ደው ኢሉ ሓሰበ። ጅብኡ ሃሰስ ኢሉ ሓንቲ ቅርሺ ጥራይ ረኺቡ። ክልተ እንቋቑሖ ክትኮነሉ ስለ ዝኾነት፣ ካብቲ ካንሸሎ ወጺኡ ናብ ድኳን ከይዱ ክልተ እንቋቑሖ ሒዙ ተመልሰ። ኤልሳ ምስ መጸ ቀው ኢላ ጠመተቶ። ጸኒሓ እንቋቑሖ ሒዙ ምስ ረኣየቶ ንዓኣ ኢሉ ከም ዘምጽኣላ ተረዲእዋ። ኣንታ ጆን ሓወይ፣ ኣነ ደኣ እንቋቑሖ ዘይበልዕ ምስ ጥዕናይ ኣይከይድን እዩ፣ ዘይትሓተኒ ዝነበርካ። ጆን ንዓኣ ዝኾነ ምልክት ኣይርኣያን እምበር ብውሽጡስ ሕርር ኮምቲር ኢሉ። እታ ዝነበረቶ ሓንቲ ቅርሺ እንቋቑሖ ከም ዘይትበልዕ እንተዝፈልጥ ነይሩ ካልእ ኣማራጺ ምተጠቀመ። እሞ እንታይ ደኣ ክሰርሓልኪ እየ? ካብ ቃላ ክሰምዕ ሕቶ ኣቕረበ። ኤልሳ ኣርማድዮ ከፊቱ ጥሕኒ ክሰርሓላ ምስ ነገረቶ፣ ከምቲ ዝበለቶ ጥሕኒ ረኺቡ ማይ ኣውዕዩ ፍርፍር ጌሩ ኣብ ጎና ኣብ ዓራት ኮፍ ኢሉ ክኹልሳ ጀመረ። ኤልሳ ሞጎስ ካብ ዝፍለያ ድሮ ሰለስተ መዓልቲ ጌሩስ ከይበልዐት ውን ስለ ዝቐነየት ደስ ኢልዋ ነቲ ጥሕኒ ጽቡቕ እያ ትበልዖ ኔራ። ካልእ ጸገም ግን ተፈጢሩ። ከይሸነት ስለ ዝቐነየት ተወጢራ ከላ ስቕ ክትብል ፈቲና ኣይከኣለቶን ተነፊሓ። ንጆን ብዛዕባቲ ዝኾነቶ ክትነግሮ ፍጹም ዘይሕሰብ እዩ። ቃንዛኣ ከይኣኽላ ተወሳኺ ቃንዛ ኮይኑዋ እቲ ዝመረረ ኣብ ወዲ ሰብ ዘጋጥም ጸገም እዩ ገጢሙዋ። ክብደቱ ክትጻወሮ እውን ቀሊል ኣይነበረን፣ ብቐሊሉ እውን ክትሰግሮ ኣይከኣለትን። ጆኔ! ብትሑትን መደንገጽን ድምጺ ጸዊዓ ጆን ግልጽ ክብላ ተጸበየት። ጆን ፍሽኽታ ኣሰንዩ ግልጽ ምስ በላ ድማ ነታ ዝደለየታ ቃል ክተውጽኣ ደልያስ ዓቕሚ ሰኣነት። ኣብ መንጎ ክልቲኦም ስቕታ ነገሰ፣ ገዛ ጽምዋ ኮነ። ዳንኤል ንግሆ ተሲኡ ኣብ ሳሎን በይኑ ኮፍ ኢሉ ብንግሁ ጥርሙዝ ዊስኪ ከፊቱ ይሳሉ ነይሩ። ብባህሪኡ ንሱ ቀልጢፉ ዘይሰክር ጥራይ ዘይኮነስ ምስ ብዝሒ መስተ ውን እቲ መስተ ምስ ደሙ ተወሃሂዱ ውዒሉሉ ሓዲሩሉ ውን ኣየጥፍእን እዩ። ዳኒኤል ብዘይካ እታ ኩሉ ግዜ ኣብ ኣፉ ዝስቑራ ሹሻ፣ ሽጋራ ኮነ ካልእ ወልፍታት የብሉን። ቁማር ውን ኣይጻወትን እዩ። በቃ ንሱ መስተን ሹሻን እዩ ዝፈቱ። ክፉእ ግብሪ ምግባር፣ ሰብ ምፍርራሕ፣ ብሰብ ተፈራሒን ክቡርን ምዃን፣ ኣቓልቦ ሰባት ምርካብ፣ ኩሉ ሰብ ብኣኻ ምዝራብ፣ እቲ ንሱ ዝደልዮ ደስ ኢልዎውን ዘስተማቕሮ ክፋል ህይወቱ እዩ። ኣቐዲሙ ዝኣዘዞም ተለኣኣኽቱ ንመጎስ ሒዞምሉ መጹ። መጎስ ክልተ እዳዉ ተኣሲሩ ሳእኒ ዘይብሉ ጥራይ እግሩ ኩይኑ እዩ መጺእዎ። ኣብ ሳሎን ኮፍ ከብልዎ ኣዚዙ ንኣስታት ዓሰርተ ደቒቕ ንመጎስ ከይጠመተ ከይተዛረቦ ስቕ ኢሉ ውራይ መስትኡ ጥራይ ገበረ። መጎስ እውን ኣብ ሳሎን ኮፍ ምስ በለ ብዳንኤል ኣይተገደሰን። ነብሱዩ ኣብታ ገዛ ኔሩ እምበር ርእሱ ናብ ኤልሳዩ ገዲፍዎ ሸፊቱ ኤልሳ ኣብ ቅድሚኡ ቅጅል ኢላቶ ክትጠሚ ሽንቲ ከሸግራ ክትሸይን ኢላ ክትፍትን ካብቲ ዓራት ክትትስእ ምስ በለት ካብ በሪኽ ዓራት ናብ ምድሪ ቤት ጻሕ ኢላ ክትወድቕ እሞ ዝረድኣ ክትስእን ሽዑ መይታ ሰብ ክረኽባ ንሱ ድማ ዝጠላም ደርብይዋ ተባሂሉ ሰብ ክንዕቆ መርገም ናይ ኤልሳ ወሪድዎ ሂወቱ ዝርግርግ ክብል እዚ ኩሉ ልክዕ ከም ዝተሰርሐ ፊልም ኣብ ቅድሚኡ ተሳኢሉ ክሪኦ እንከሎ ነታ ኣብ ቅድሚኡ ተገቲራ ዝነበረት ዓባይ ቲቪ ሓሊፉ እታ ንሱ ዝፈጠራ ቲቪ ከምኡውን እቲ ንሱ ዝደረሶ ኩንነታዊ ዘይኮነ ግን ከኣ ከይከውን ዘፍርሖ ዝነበረ ናይ ውልቁ ህይወትን ኣጋጣሚታትን እዩ ክከታተል ጸኒሑ። ድሕሪ ዓሰርተ ደቒቕ ግን እቲ ረጒድ ድምጺ ናይ ዳኒኤል ሰሚዑ ተበራበረ። እታ ክሰምዓ ዝጸንሐ ቲቪ እውን ምሉእ ብምሉእ ድምጻ ጥራይ ዘይኮነስ ዋላ እውን ተርእዮ ዝነበረት ምስሊ ጠፊኡ ጸሊም ሕብሪ ተላቢሳ እያ። ሕራይ ጽቡቕ ሕጂ ኣይተዳኽመና ቅልጢፍና ክንረዳዳ እየ ዝደሊ ንስኻ ድኻ ኢኻ ዋላ ሓንቲ ዘይትፈልጥ ድኻ ዳዊት ብገንዘብ ኣሽኪዕካ ክኸውን ይኽእል እዩ ኣነ ግን እቲ ዳዊት ቃል ዝኣተወልካ ገንዘብ ጥራይ ዘይኮነስ ህይወትካ እውን ግርማ ክህቦ ይኽእል እየ ጥራይ ክትረዳዳ ንፈትን ሞጎስ ዘረባ ዳንኤል ክሰምዕ ጸኒሑ የዕንቱ ብሓንሳብ በርበረ መሰለ ቀይሕ ሕብሪ ናይ የዕንቱ ደም ዝሰረቡ ጸበብቲ ጅማውቲ ናይ የዕንቱ ዝፈጠርዎ እዩ ነይሩ። እቲ ዳንኤል ዝብሎ ዝነበረ ገንዘብ ንሱን ከምኡ የሕዋቱን ኣብ ሲናይ ኮይኖም ኡይ እንዳበሉ ስድርኦም ኣደንጊጾም ፍቐዶ ቤተክርስትያናት ፍቐዶ ንግደት ፍቐዶ ጽርግያ ከይዱ ዝተኣከበሎም ናይ ኣዴታቶም ገንዘብ እዩ ዝነበረ። ኣብቲ ግዜ ብዋጋ ህይወቶም ዝተኣከበ ገንዘብ ብዳንኤል ብዘይ ክብሪ ክጽዋዕ ሰምዐ። ዳንኤል። ኣብ ቅድሚኡ ምስሊ ሰብ ከለዎ ባዕሉ ናይ ምስሊ ሸይጣን ሃቦ። ነቲ ኣብ ኢዱ ተኣሲሩ ዝነበረ ሰንሰለት በቲኹ ከይዱ ጎቢጡ ክቐትሎ እዩም ጸለኣን። ካብ ዳኒኤል ናብ ጣውላ ሓንቲ ሜትሮ ጥራይ ርሒቓ ዝነበረት ሽጉጥ ርእዩ ግን ስኽኽ በለ። እዚ ኩሉ ጭካነ ኣብ ውሽጡ ከም ማዕበል እንዳተጋማጠለ እንክሎ ካልእ ድንጋጸ ድማ ኤልሳ ዘፈልፈለቶ ጋሻ ስምዒት ጎፍ በሎ። ሕራይ ዳንኤል እንታይ ኢኻ ትደሊ ካባይ ሕጂ ጽቡቕ ሕቶ ሓቲትካ ሳሮን ጋል ዳዊት ኣብዚ ገዛ ምሳይ ኣላ ክጽዋዐ ብዛዕባ ዳዊት ሕማቅ ክትዛረባ ኢኻ ብዛዕባ ዳዊት ደ እንታይ ክትዛረባ ዳዊት ናብዚ ገዛ ንዓ ዓሚፅካ ቀቲልካ ክትድርብያ ከም ዝለኣኸካ ትነግራ ዋ ዘይኮነ ኣቦ እንድዩ ከመይ ገራ ክትኣምነኒ ክትኣምነካ እያ ዳዊት ክሃድም ከሎ ንዓኻ ውን ጎይና ክንሕዘካ ከለና ብዓይና ስለ ዝረኣየት ኣይትኽሕዶን እያ ምስ ትብለን ዘለኻ ይገብሮን እየ ደምካ ድማ ኣብዚ በረኻ ይቆዖ ዳንኤል ሓሪቑ ተዛረበ ጽቡቕ ኣበይ እሞ ትገብሮ እንታ ምህረፍ ቅተለን ንባ ብጃኻ ኣነ ደኣ እሞ ዝምነዮ ህይወት ዘይብለይ ክንደይ ዓመት ሃረር ኢለ ዝተመነኹዎ ጸጋሞት እኮ ኢኻ ትብለኒ ዘለኻ ሞጎስ ዓሻ ኣይትጋገ እዚኣ ተገርካ ኣነ ነጻ ክሰደካ እየ እቲ ዳዊት ክህበካ እየ ዝበለካ ገንዘብ ድማ ባዕለይ ክበካ እየ ዳንኤል ክገብሮ ድዩ ኣይክገብሮን ከየረጋገጸ ንሞጎስ ቃል ኣትይሉ ሞጎስ ሕራይ ወይ ድማ እምቢ ኣይበለን እንታይ ደኣ ንኤልሳ ኣብ ቅድሚኡ ኣምጺኡ ብሓሳብን ብመንፈስን ዓለላ እቲ ዝቐርበሉ ዝነበረ ሓሳብ ክቕበሎ ድዩ ኣይክቕበሎን ብባህርያቱ ዘይኮነስ ብዝነበሮ ኩነታት ክፈርዶ ኣብ ውሽጡ ሓቀኛ ፍርዲ ክመጾ ድማ ገለ መልሲ እንተረኸበ ብሃንቀውታ ተጸበየ። ዳኒኤል ውሑድ ደቓይቕ ተጸብዩ መልሲ ምስ ደንጎዮ ግን፣ ድሓን መጎስ፣ ኣብ ክፍልኻ ኬድካ እሞ ሕሰብ፣ ሓሲብካ ትነግረኒ። ኣነ ክጽበየካ እየ። በቶም ተለኣኣኽቲ ኣሰንዩ ናብ ዝዕጸወሉ ክፍሊ ሰደዶ። መጎስ ኣብታ ዝድቅሰላ ክፍሊ ምስ ኣተወ ብዙሕ ሓሳባት ፊት ንፊት ገጠምዎ። ኣብ ጭንቀት ጥሒሉ እቲ ንዕኡ ዘዋጽእ ውሳነ ክውስን ተቓለሰ። እንታይ ተገበርና ይሓይሽ ዓቃይ ንዳዊት ሕቶ ኣቕሪብሉ ክሳብ ቀዳማይ ረድኤት ዝገብርሉ ኣብ ኮረድየ ኮፍ ኢሎም ይጽበዩ ነይሮም እቲ ሓንሳብ ዝረኸብዎ ዶክተር ዝኾነ ተስፋ ከም ዘይብሉ ኣፍሊጥዎም እዩ ክልተ ዕንቱ ክስእን ጋብኤል ጥራይ ዘይኮነስ ንዓኣቶም ውን ዓቢ በሰላ እዩ። ኣህ እንድዒ ኣነ ዝፈልጦ የብለይን ኣዲኡ ከም ዝመተት ኣቡኡ ግን ከም ዘይፈልጦ ግን ሓደ ግዜ ዕልልኒ ኔሩ እዋይ ኣነ ሓወይ ለኪመዮ እንዴ ከምዚኣ ደኣ ዋላ ንዓይ የዕሊለኒ እንዲታ ዳዊት ሓወይ እንታይ ደኣ ኣልና ንገብሮ ወደይ ሕጅስ ንመን ኢና ንነግሮ ኣታ ንመን ክንነግሮ ደኣ ንጸበዮ እሞ ቁሩብ ሃለዋቱ እንተፈለጠ ሽዑ ድማ ንሓቶ እወ ሓወይ ባዕለይ ለኪመዮ ከምኡ ትበል ዳዊት ንስኻ ንባዕልኻስ ድያ ኣብ ጸገም ዘለኻ ዓቃ ንዳዊት ከራጋግኦ ፈተነ ተስፋ ክህቦ ውን ብዙሕ ኣብነታት እንዳምጸ ተዛረበ ኣብ መንጎ ዘረብኦም ንዓቃ ሓንቲ ሓሳብ ጎፍ ኢላቶ ንዳዊት ድማ እቲ ሓሳብ ኣካፈሎ ዳዊት መፍትሕ ሃበኒ እሞ ኣነ ናብ ገዛ ካቢኤል ከይደ ሓንቲ ጎረቤትላ ክረኽባ ብዛዕባ ካቢኤልን ስድርኡን ዝኾነ ትፈልጦ እንተልያ ድማ ትነግረና እዚ ጸገም ከቢድ ስለ ዝኾነ ዝኾነ ካብ ስድራ ቤት ዝፈልጥዎ ኣለዎም ሓቅኻወ ሞድሓን ኬድካ ሕተታ ፋሚሊ እንተረኺብካ ድማ ገለ ግበር ጥንቅቅካ በል ኢኻ። ዓቃ ካብ ዳዊት ተፈልዩ መኪና ኣልዒሉ ናብ ገዛ ካቢኤል ከደ። ኣብ ኣፍ ደገ መኪና ደው ኣቢሉ ዕስራ ደቂቕ ከይወረደ ኣብ ውሽጢ መኪና ኮይኑ ሓሰበ። ብምንታይ እቲ ሓሳብ መጺኡሉ ንጹር መልሲ ኣይነበሮን። ኣብ መወዳእታ ግን ከይሓሰወ ንሕልንኡ ዘዕግብ መልሲ ሃበ። ብሓቂ ንካቢኤል ስድርኡ ክሓተሉ ኣይኮነን ናብቲ ቦታ ዝመጸ። እንታይ ደኣ እቲ ኣጋጣሚ ተጠቂሙ ንሜላት ረኺቡ ናፍቖቱ ከውጽኣላ እዩ ደልዩ። ማዕጾ መኪና ከፊቱ ወሪዱ ናብ ካንሸሎ ኣተወ። ሜላት ካብ ትጽቢቱ ወጻኢ ኣብ ኣፍደገ ናይ ካቤል ገዛ ኮይና ተኾርምያ ብሃንቀውታ ክትጽበ ጸኒሓ ንዓቃባ ምስ ረኣየት ብድድ ኢላ ተሲኣ ናብኡ ቀስ ኢላ ቀረበት። ንሱ ውን ማዕጾ ዓጽዩ ናብኣ ቀረበ። ኣብ ክልቲኦም በበይኑ ስምዒት ነይሩ። ኣብ ሜላት ስንባደ ኣብ ዓቃ ድማ ፍርሒ። እቲ ናይ ዓቃብ ፍርሒኡ ግን እንታይ ኮን ትብለኒ ዝብል መሪር ፍርሒ እዩ ነይርዎ። ሜላት ናብኡ ቀሪባ፣ ዓቃ ክሓተካ? ሕራይ ብቓሉን ብኽሳዱን ኣሰንዩ ድላያ ክትሓቶ ፍቓድ ሃባ። ኣብ ገጽ ክልቲኦም ፍሽኽታ ዝበሃል ኣይነበረን። ጸልሚቶም እዮም ነይሮም። እንታይ ክትገብር መጺኻ? ደሓን ኣይትንገረኒ። ዳይካ ቤላ ኣለካ? ጽናሕ እሞ ኣይትመልሰለይ። ዓካ ንስካ ሕማቅ ሰብ ኣይኮንካን ተረዲእካ ፈቃር ናይ ዓለም ለህዋ ሰብ ኢካ ከማካ ዝመስል ሰብ ፍጹም ኣይክህሉን እዩ ንስካ ንፍቅሪ ትነብር ሰብ ኢካ ልበይ ግን ኣግዲኣትኒ እያ ኣየፍቅረካን እየ ንካብሄል እየ ኣፍቂረ ሕጂ ከምቲ ዝሓለፈ ብዛዕባ ፍቅሪ ዝኮነ ከይትዛረበኒ ብጃካ። እንታይ ነከ ቤልተሊ ቀጥረ ንገረኒ ዓቃ ከይዛረብ ስለ ዝዓጸወቶ ስቕ ኢሉ ክሰምዕ ጸኒሑ እትዮም በላሕትን ጎዳእትን ቃላታ ምስ ሰምዐ ግን ናብ ማንታ ስምዒት ኣተወ ኣብ መንጎ ጽልእን ፍቕርን ተቐርቀረ ክጸልኣ ዓቕሚ ነበሮን ኣብታ ሰዓት ግን ጨካን ኢሉ ብውሽጡ ከሰሳ ኣብ ቃላታ ግን ገለ ስምዒት ነይርዎ ፍቕሪ ነቲ ፈቃር ከም ዘይኮነሉ ልባ እምበር ንሳ ከም ዘየግደዐቶ ዘስምዕ ጋሻ ቃላታ እውን ንፈለማ ግዜ ሰሚዕዎም ሕቶኣ ጥራይ ክምልስ ኔርዎ እቲ ካልእ ኣገዳሲ ከም ዘይኮነ ንሳ ኢላቶ እያ ንሱ እውን ተረዲእዎ እዩ። ኣነ ከማን ዳሂነይ ጋቤል ክነግረኪ ኢለ መጼ ካልእ ክዛረበኪ ኣይመጻኹን ናይ ሓሶት ዘረባ እዩ ተዛሪቡ እቲ ሓቂ ንሱ ኣይነበረን። ሐራይ ንገረኒ ጋቤ እንታይ ኮይኑ? ሜላት ብሃንቀውታ ዳይ ካቤል ክትሰምዕ ካብ ዝነበረቶ ናው ቀረበት። ሓንቲ ኢዳ ኣብ መንኩቡ ምዘቐመጠትሉ፣ ክንደይ ዓመታት ኣብ ፍቕሪ ነቢሩ፣ ተሳቕዩ፣ ንዓኣ ክብል ክንደይ በረኻታት ምስ ሞት ተፋጢጡ ሓሊፍዎ። መጺኡዋ። ክንድኡ ኣይተሸቐለትሉን። ብዛዕባ ህይወቱ ከማን ሓንቲ መዓልቲ ደሓን ዲኻ ኢላ ኣይሓተተቶን። ክንድኡ ሻቕሎት ነቲ ድሒራ ዝፈለጠቶ ካቤል ምሃባ፣ ዘይተመቕለን ዘይተተኹበሉን ዝሓረቐን ዝቐነኣን ዓቃ፣ ብዘይ ኣጋባብ ናይ ጋብኤል ጸገም ተኮሰላ። ዳንኤል ንሳሮን ናብ ገዝኡ ጸዊዕዋ መጺኣ ኮፍ ምስ በለት ኣዚዝዎ ዝጸንሐ ቁርሲ መጽኦ ክትበልዕ ድማ ዓደማ። ሳሮን ምስኡ እንዳበልዐት እንከላይ ዘረባ ጀሚርላ። ሳሮን ከመይ ኣሎ ምዝንጋዕ ነቓጽ ሕትኡ ዝሰምዐት ሳሮን ቅጭ መጺኡዋ፣ ክዘናጋዕ መጻኹን፣ ይዘናጋዕውን የለኹን። ሓጺር መልሲ መለሰትሉ። እዚኣስ ሓቅኺ፣ ግን ዳርጋ ምዝንጋይ ዝተኣስረ ሰብ ልኹን ዝምቾት ተሕልፊ። ብልዒ ግዳ ጥብሲ ዓሳ ትፈትዊ ዲኺ? ብርእሳ ከም ትፈቱ ነቕኒቓ ነጊራቶ፣ ዳንኤል ናብ ቀንዲ መጸውዒኡ ጉዳይ ትኽ ኢሉ ኣተወ። እሞ ሕጂ ምስ ኣዴኺ ክራኽበኪ እየ ትማሊ ኣይኣመንክንን እሞ ሓቀይ ከም ዝኾንኩ ዲና ኣሜሪካ ከም ዘላ ደው ኢለ ክራኽበኪ እየ ሽዑ ተረጋግጺ ቴሌፎን ኣልዒሉ ናብ መዲ ዓርኩ ደወለ ዲናን መድሃኔን ክልቲኦም እካትዑ ስለ ዝነበሩ ግን ትድወል ዝነበረት ሞባይል ኣይሰምዕዋን መዳ ኩሉ ነገርካ ደስ ኣይበለንን ኢላ ንሳ ከም ቀደሙ ከም ዘይነበረ ዘረባ ምስ ጀመረትሉ እዩ ኣብ ክልቲኦም ከቢድ ክትዕ ነይሩ ዲና ኣብ ውሽጣ ሓንቲ ስክፍታ ጥራይ እያ ነይራታ። እታ ስክፍታ ድማ ምስ ዳዊት ስለ ዘይተረዳደእት፣ ዝኾነ ገንዘብ ሒዘ ስለ ዘይመጻኹ ዶ ይኸውን ከቲትኒ ዝብል ስክፍታ ጥራይ እያ ትውንን። እቲ ሓቂ ግን ካብ መዳ ሰምዐቶ። መዳ ትኽ ኢሉ ይነገራን። ዲና፣ ዳንኤል ተሰካሚ ኤችኣይቪ ምዃኑ ትፈልጥዶ? ዋእ ኣይፈልጥን እየ እሞ ሕጂ ፍለጢ ዋእ መዳ ሓራይ ፈሊጠ እንታይ እሞ ንዓይ እዚ ሕማቕ ረኺቡ ኣምላኽ ይቕፀዮ መዳ ብመልሲ ዲና ተጠራጠረ ዳንኤል ኣይገድፋን ኢሉ ክሓስብ ጸኒሑ ኩነታት ዲና ግን ካልእ ጥርጣረ ከም ዘምጽእ ገይርዎ ዲና ተረጋጊኣ ትሰምዕን ትምልስን ምስ ረኣያ ከምኡ ገይራ ተትኸውን እቲ ሕማም እንዳሰምዐት ዝኾነ ምልክት ምረኣኹላ ነይረ በለ ሞባይሉ ክድወል ምስ ረኣየ ኣልዒሉ ተቐበላ። መዳ ዲና ኣራኽበኒ። ሓጻር ሕቶ ኣቕረበ ዳንኤል። መዳ ቅጭ መጺዎ ንዲና ሞባይሉ ሃባ። ዲና ሃለው ምስ በለት ድማ ዳንኤል ከመይ ቀኒኺ? እንኳዕ ሰላም ኣተኺ ዝብል መልእኽቲ ኣመሓላለፈላ። ጸኒሑ ግን ምስ ሳሮን ጓልኪ ተራኸቢ ኢሉ ቴሌፎን ሃባ። እቲ ዝሰምዐቶ ድምጺ ከቢድ ስንባደ ይፈጢርላ። ሳሮን ጓለይ ናብ ዳንኤል እንታይ ክትገብር ከይዳ ዝብል ከቢድ ሕቶ ክትምልስ ዓቕሚ ሰኣነት። ዳንኤል ንሳሮን ንደገ ወጺኣ ክትዛረብ ኣፍቀደላ። ዲና ክልተ ግዜ ሃለው ኢላ ድምጺ ጓላ ምስ ሰምዐት ከይተረድኣ ሞባይል ዓጽያ ደርበየታ። መዳ! ከመይ እዩ እዚ ጉዳይ? ሳሮን ጓለይ ከመይ ገይራ ናብ ዳንኤል ከይዳ? ንዕኡ እሞ ዘይትሓትዮ። ወይዘሮ ዲና ጓልክን ግዳ ድሕና። ዳዊት ካብ ሰይቲ ዳንኤል እዩ ወሊዱ። መዳኣ ንዲና እዛ ዘረባ ተዛሪብዋ ገዲፍዋ ተስትዩ ናብ መደቀሲ ክፍሊ ከደ። ዲና በይና ኣብ ሳሎን ኮይና ኣገርገረት። ዳኒኤል ሕነ ክፈዲ ንጓላ ሒዝዋ ከም ዘሎ ክትርዳእ ኣይተጸገመትን። መዳኣ ዝበላ ቃል ቅጅል ኢልዋ። ዳኒኤል ተሰካሚ ኤችኣይቪ እዩ። ካብ ትመጽእ ንፈለማ ግዜ ቦሳና ተጣዕሰት። ብገለ ተኣምር ካብ ኣሜሪካ ናብ ዩጋንዳ በሪራ ጓላ ክተድሕን እውን ተመነየት። ኣስዮም ምስ ዳንኤል ብዛዕባ እቲ ኩሉ ዝገበሮ ተዘራሪቦም ፈቲሖም እዮም ክጠልሞ ከም ዝሓሰበ ዘይኮነስ ኮነ ኢሉ ንበዓል ካቤል ከም ዘውጾም ገዛ ዳዊትን ገዛ ካቤል እውን ከም ዘጽንዖ ነጊሩ ከእምኖን ፈቲኑ ዳንኤል ግን ኣይተቐበሎን ኣይኮነንዶ ብኸምዚ ብኻልኦት ዝሸክዕ ሰብ ኣይኮነን ንጌግኡ ሸለል ኢሉ ሓሊፉ ንስዮም በታ ጌጋ ጥራይ ክኸስሮ ስለ ዘይደለየ ኣብ ካልእ ኣጋጣሚታት ክጥቀመሉ ዩ መሪጹ። ኣነ ተሌፎን ምስ ኣዲኣ ከራኽባ እንዴ ካብ ገዛ ክትወጽእ ከላ ድማ ንስኻ ተድሕና ከም ዘለኻ ካብዚ ገዛ ጨዊኻ ውሰዳ ሽዑኡ ከም ዘድሓንካያ መሲልካ ኣብ ፍቕሪ ክተእትዋ ዳንኤል ንሴም ዝሃቦ ሓሳብ እዩ። ሴም ነቲ ሓሳብ ተቐቢሉ ሓራይ ኢሉ ኣብ ደገ ኮይኑ ንሳሮን ክጽበያ ጸኒሑ ተሌፎን ሒዛ ንደገ ምስ ወጸት ንዕናይ ካብዚ ገዛ ጥፍእ ኢሉ ሒዝዋ ክወጽእ ምስ በለ ሳሮን ምስኡ ተበገሰት። ቀዲማ ኣብ ካልእ መዓልቲ ሪኣቶ ስለ ዝነበረት ሽዑ ብድኾነ ይኹን ኣጋጣሚ እውን ካብቲ ገዛ ክትወጽእ ስለ ዝደለየት ነቲ ዝቕረበላ ሕቶ ኣይነጸገቶን። መኪና ኣልዒሉ ካብቲ ቦታ ኣርሒቑ ምስ ወሰዳ ኣብ ሓደ በረኻ ደው ኣቢሉ፣ ደሓን ዲኺ? ዝኾነ በደል ኣውሪድልኪ ድዩ? ን ደሓን እየ፣ ሓንቲ ኮንኩን። ስዮም ኣይኣመናን። ዳንኤል ምስኡ ዝቐነየት ጓል ከይቀረባ ክሰዳ ዘይሕሰብ ስለ ዝኾነ፣ ኣብ ርእሱ እውን ድሮ ካልእ ቦታ ሒዛ ስለ ዝነበረት፣ ናብ ሕክምና ወሲዱ ወይ ጥንሲ ከይተትርፍ ወይ ድማ እቲ ሕማም ኣብ ደማ ከይኣቱ ኣብ ውሽጢ ሰብዓን ክልተን ሰዓታት ዝውጋእ መርፍእ ከም ዘሎ ስለ ዝፈልጥ ከውግኣ ናብ ሕክምና ሒዝዋ ከደ። ኣብ ሕክምና ምስ በጽሑ ካብ መኪና ክትወርድ ዓደማ። ሳሮን ናበይና ኢላ ሕቶ እንዳቕረበት እንከላ ዘረባኣ ከይወደአት ኣብ ቅድሚኣ ክትኣምኖ ዘጸግማ ምስሊ ረኣየት። ኣቦኣ ኣብ ቅድሚ ዓይና ተገቲሩ ትርእዮ ነይራ። ደኒኑ በይኑ ክጭነቕ ምስ ረኣየት ባባ! ምስ በለት ሴም ንዳዊት ረኣየዎ። መኪና ተሲኡ ካብቲ ቦታ ክወስድ መፍትሕ ናብ ቦትኡ ከእቱ እንከሎ፣ ሳሮን ማዕጾ ከፊታ ብሓይሊ ክትወርድ ፈተነት። ሴም ቀልጢፉ ማዕጾ መኪና ኩሉ ዓጸዎ። ሳሮን ፈጸግጸግ በለት። ትገብሮ ግን ኣይነበራን። እቲ ኣብ ከቢድ ጭንቀት ኣትዩ በይኑ ደኒኑ ዝሓስብ ዝነበረ ዳዊት ድማ ኣብ ቅድሚኡ ኣብ ጥቕኡ ጓሉ ትሽገር ከም ዝነበረት ፈጺሙ ኣይርኣያን ነይሩ። ክብራት ሰማዕቲ መበል ዓሰርተ ሽዱሽተ ክፋል ዛንታይ መፍቀርኩ ናብዚ ተዛዚማ ኣላ ኣብ ዝመጽእ መበል ዓሰርተ ሸውዓተ ክፋል ሒዘ ክምለሰኩም እየ ክሳብ ሽዑ ግን ሰላም ዝመልኦ ቅነ ይግበረልና ግምታትኩም ብሃንቀውታ ክጽበ ቀዳም ይራኽበና ምጽዋድ ከኣለለይ